እዚ ኣነ ብዛዕባ ነፍሰይ ደጋጊመ ክሓስብ ከም ዝግብኣኒ መቸም ፍሉጥ እዩ። እንታይ እዩ ጸገመይ? መጀመርያ ነገር ኣንጭዋይ።
ሰላም ሰላም ኣብ ኩሉ ኩርናዓት ዓለምና ትርከቡ ተዓዘብትና እዚ መደብ እዚ ሆቴል ሾው ይበሃል ሎማዓንቲ ድማ ከምቲ ዝሓለፈ ፕሮሚስ ዝኣተናልኩም ኣብ ዝኽሪ ኣፍቀርቲ ኣኒሜሽን ሙቪ እታ ዓቢ ጽልዋ ዘሕደረት ብትግርኛ ዝተተርጎመት ሬሚ ኣንጭዋ ወይ ድማ

ኣብ ልዕሊ ሕብረተሰብ የሕዲራ ገለ ነገራት ወወሲና ክንዘራረብሉ ክንፍትን ኢና ምሳኹም ዘለና ኣነ ሄኖክ ዳንኤል ይበሃል ኣነ ከዓ ሰማር ነጋሲ ፅቡቅ ፅንሑት ፅቡቅ ፅንሑት
ሳሙ ኣኒሜሽን ይከታተል ብጣዕሚ ትግርኛ ዝተተርጎመ እዩ ዝብለኪ ዘሎ
እንታይ እንታይ ኣለዋ ዝረኣኺ ካብቶም ትግርኛ ተተርጎሙ

ማራ ክስልችወኒ ገለ መለ ከሎ ብዓትሪ ቀጸል ወወል እየ ዝሪኣ ነይረ ግን ጥዕምቲ ከባቢ ክልተ ዓመት ኣሸሓትካ።
ዝኾንሲ ኣብ ሞባይለይ ነይረ ማርያም ብልቢ ክልተ ዓመት ዝኾነ ኣብ ሞባይለይ ነይረ ኦኬ ሕጂ እ፣ ካብቲ ገለ ሓሳባት እ፣ ኣብቲ ወይ ኣበሃላታት ክሳብ ሕጂ ዘይርስዓ ኮይኑ ዘሎ ኣብታ ሙቪ ገለ ነገራት ክፍት- ክፍት ንፍትን ኢና ኣነ እንታይ ኣለ ሓንቲ ካብተን ኣበሃላታት ናይ የሬሚ ጭዋን ኣይ ደስ ዝብለኒ እ፣ ዝኾነ ሰብ ሓያል ሰጥበበኛ ክኸውን ኣይክእልን ሃያሰ ጥበበኛ ግን ካብ ዝኾነ ዓይነት ቦታ ዋላ ካብቲ ዝኸፍኤ ናይ ዓለም ቦታ ክመፅእ ይኽእል ብኸመይ ትረዲኽን ንኣብነት እዚ ሬሚ ጆን አ፣ ካብ ከመይ ዓይነት ቦታ መፅዩስ ናብ ምንታይ ኣትዩ ካብ ጎዳጉዱ ካብ ጎዳጉዲ ካብ ፋናችራ መን ኢልዋ እዚኣ ኣብ ረምጫ
ኣንተን ኢጎ ዝበልያ እዚኣ ኢጎ ኣቲ ፉድ ክሪቲክ ነበረ እወ ሰብኣይ ክሪቲክ ዝገብር ነበረ እወ። ንሱ ዝበልያ ኦኬ። እም፣ ካልእ እንታይ ኔሩ ካብተን ንስቶ ዝዛረቦ ነበረ ንሬሚ ኩሉ ግዜ ሲ እንታይ ይብሎ ኔሩ ንሕሉፍካ እንድሕር ዳ ጠመትካ ትመጽእ እንተለኻ እቲ መጻኢኻ ክሽፈነካ እዩ እዚ ማለት ከኣ ዘጋጥመካ ሽግራት ጸገማት ብኡ ጥራይ ትሓስብ ተኾንካ ኩሉ ግዜ እንዳተመለስካ ንድሕሪት እቲ ናይ ፊቸር ኣይረኣየካን ኣይረኣየካን እዩ እወ ዘሎ። ብሕሉፍ ትነብር ተኾንካ ኩሉ ሻዕ ሕማቕ ኩሉ ሻዕ ሕሉፍካ ትዝክሮስ ዝበዝሐ ግዜስ ንጽቡቕ መብዛሕትኡ ሻዕ ኣይንዝክሮን ኢና ምሽዶ እወ፣ ከም እወ፣ ተራ ዕላል ተዘይኮይኑ እወ። ንሕማቕ ግን ኣብ ኣይና ንነብብ ዋይ ከምዚኣ ተዝገብር ነይረ ዋይ ከምዚ እኮ ክስቶ ጌር እንደገለ ክንብላ ንውዕል ምሽዶ እወ፣ እወ። ሶ ሂዝ ራይት ጉስቶስ ሓቂ ዘረባ ማራ ጽቡቕ ነገር ነይርዎ ላይክ ንረሚ ዋላ ነቶም ኣብቲ ክችነ ቲም ወርክ ድበሃል ምሂርዎም እሽዶ ኣብቲ ክችን ነበሩ ቲምወርክ ሕጂ ማራ ቲምወርክ ኣለዋ ሕጂ ብዙሕ ብዙሕ ነገራት ነግረኪ እንታይ ከኣ ሓንቲ ካብቲ መጀመርታ ምሽ ክሰርቕ ኢሉ ኣይ ሚን ክኽሽን ኢሉ ምስ ተዓርኩ እንዳኣተወ ከሎ ናፍቲ ገዛ ናፍታ ኣረጊት ሰበይቲ ኣብ ቲቪ ኢንተርቪው ዳገበረ ድዩ እሱ ድተዛርቡ ደምጽዎ ነይሩ ሽዑ እንታይ ድብል ንነብስኻ እስኻ ኢኻ ደረታ ማንም ሰብ ደረት ኣይገብረልካን ልሚት የብሉን ንሰብ ምሽዶ ዝኾነ ነገር ገብሮ ኢትልካ ከይዲ ኢትልካስ ትገብሮ ኢኻ እቲ ናቱ ሞቲቬሽን ሲ ኬፍ ኣሎ ናይ ኣኒሜሽን ጥራይ ከማን ኣይኮነን ዋላ ንዓብ ሰብሲ ዓብ ሰብ ክኡ ክርኢ ክኽእል እዩ ኣኒሜሽን ከምዚ ገለገለ ሰብ ንቆልዑ ጥራይ ዝተሓጽረ ኮይኑ ይስምዖ እምበር ክንምታይ ተዓዘብቲ ናይ ኣኒሜሽን እዮም ዘለዉ ዓቢ ብጣዕሚ ኣይና ጽቡቕ ነገሩ ከምዚ ኤጅ ዲፈረንስ የብሉ የብሉ ኣለኻ እንዶ ክንደይ እንታይ ኸንካ ሰላሳ ግዜ ርእያ ልዕሊ ሰላሳ ግዜ ርእያ ኣለኹ ኣነ
ክስታይ ጋ ኢሉ ነይሩ ክስተ ኩሉ ሰብ ኩሉ ክኽሽን ይኽእል

ብጀካ እቶም ነቲ ዓይነት ፕሮፌሽን ዝጸዓሩሉ ተገዲሶም ግዜም ሂቦም ኩሉ ዲቮትድ ኮይኖም ዝሰርሑሉ ሸፍ ክኾኑ ይኽእሉ እዮም ድዩ መግቢ ክሰርሕ ስለ ትኽእል ጥራይ ሸፍ ክትከውን ትኽእል ዲኻ ኣነ ኹም ክኸውን ይኽእል እየ ሓስብ ካብተን ኣይኮኒክ ኣይኮኒክ ላይን ዝኾና ናይ እታ ሪሚን ጭዋኻ እታ ኣይኮኒክ ላይን እዚኣ ኤኒ ዋን ካን ኩክ ኢልዋ ዝኾነ ሰብ ክኽሽን ይኽእል እዩ ግን ዝኾነ ሰብ ችፕ ክኸውን ግን ኣላታ ኣይክእልን ድያ ወላታ ባዕልኻ ተምጻለ ኣየምፀኹላን ኣላታ ግረፍ ኩሉ ሰብ ግን ቸፍ ክኸውን ኣይክእልን ይብሎ ተረዲኸኒ ርእሚ ጭዋ ሕጂ ሲ ኖርማል ሲ ኮነን ማለት እዩ ከምቶም ኖርማል ዞም ከም ተሓዊ ኤሚል ኤሚል ንሽም ተሓዊ ኤሚል ዳብ ላዕበ ኣሎ በቃ ከምኡ ይኮነን ኤሚል እኮ ዋላ እኮ ክገብር ክኽእል ይኸውን እምበር ኢደግር እኮ የብሉ እንደ ኤሚል ግን እሱ ግን ማራ ድሌት ነይርዎ እዩ

ዝጽዕር ጥራይ ንእግሪ ዕወት ንምባል እዩ ዝጽዕር ጥራይ ቺፍ ዝኸውን ንምባል እዩ ይብላ እያኻ ኮነ ካልእ እንታይ ነራ ምስልክ ናይ ኬፍ ዝበኒ ናይ ናይ እጎ ዘራርባ ናይቲ ክሪቲሳይ ዝገብር
ኣንሳ ይፈትወኒ
ከምዚ ቪሌን ገለ ኮይኑ ይስምዓካ ገለ ፍታዊ ገለ

ራታቱዊ ምሽ ይእዝዝ ኣብቲ ክሪቲክ ገብር ኣብቲ እወ፣ እወ፣ ላስት እወ። ክመፅእ ከሎ ኣብቲ ላስት ሲን ራታቱዊ ምስ ኣዘዘ ምስ ተምፅኣ- ምስ ኣምፅሉ ንዓ ምስ ኮለሳ እንታይ ይኸውን ትሕቲ ሰውዒል ክላስ ይዝከሮ ናይ ቀደም ይዝከሮ ይዝከሮ ጥራይ ዘይኮነ ከዓ ምሽ ስኪን እዩ ማራ ቀጢን ገለ መለ እዩ ጎ- ምዕጉርትስ ማሓጓር

ሳይዝ እንዲ ዝገብር ምሽ ዶ ሕጂ ከከይዱ ኣታ ስማዕኒ ከከይዱ ፍቲ ሬስቶራንት ብዛዕባ እቲ መግቦም ክህይሶ ከሎ ነቲ መግቦም እዩ ድሕር ፈትየ ኢሉ ውሕጦ ድብሎም ደሎ እምበር ኢዳዝን ሚን ኣብ ገዝኡ ደይበልዕ ወይ ደይውሕጥ መግቢ ኮይኑ ይኮነ ግን ኣብቲ ፋይቭ ስታር ሆቴል ገለ ከይዱ እኳ እዩ ክሪቲክ ድገብር ምሸ ስኢሉኮነ ሰይከይኒዎ ስለዚ ፍተን ዓበይቲ ሬስቶራንት ሆቴላት ከይዱ ክበልዕ ከሎ ክውሕጦ ተሪኢኹምንስ ተፍቂረዮ እየ ማለት እዩ እምበር ኣይወሐጥን ወይ ገለ ወይ ገለ ሓሳብካ ይኮ ሽግር የብሉን ሓሳብካ እዚ ኣላት ሓሳብ ፀገም የለን
ካልእ ከዓ እንታይ ነይራ ናይ ዘረባ ናይ ናይ እዋ ናይ ፋዘሩ ን ሌንጮን እወ እወ ተዝክርያ ዲኺ እንታይ ኢልዋ እንታይ ከደይ ብልፅዶ ንተፈጥሮናሲ ክንልውጦ ኣይንኽእል ስለዚ ተስፋ ገለ የቑርፆ እዩ ንሬንጅ ብዙሕ ግዜ ተስፋ ዝቑርፆ ትብኡ ከምዚ ምስ ደቂ ሰባት ኣይትኽበር ገለ መለ ገለ ብዙሕ ተስፋ ዝቑርፆ ይብትኽ ኣይኮን በቃ ይብትኽ ኣይኮን ደቂ ሰባት ደቂ ሰባት ከምዚኦም ዝገብሩ ኢሉ ዝሞቱ ዝሞተ ኣነ ፅኑዓት ገለ የርእዮ። መለ የርእዮ ገለ ርኢኻ ሕጂ እንታይ ኢሎም ንተፈጥሮና ክንፅሮ ኣይንኽእል ዲና ኢሎም ረይሚ ግን ተስፋ ኣይተቆረፁ ኣይቋረፀት እንታይ ኢሎ ስ ለውጢ ንባዕሉ ሲ ኣካል ናይ ተፈጥሮ እዩ እዚኣ ዓባይ ትምህርቲ እያ ምክንያቱስ ነቲ ለውጥስ ኣካል ተፈጥሮ ስለዝኾነስ በዓልና ብፅልዋ ጌርናስ ክንጭሮስ ንኽእል ኢና ዝብል ኣተሓሳስባ ስ ነይርዎ ሕጂ ከምዚ ከም ኖርማል ኣኒሜሽን ገለ መለ ክትሪኦ ትኽእል እንዲኻ ግን ከምዚ ዓበይቲ ኣይድያታት ኣለዎ
ኩሉ ሻዕ ማለት እዩ ኣብ ለውጢ መሓዛ የላትን ሓፍተይ ገለ ዝፈትዋ ኩሉ ሻዕ ኮመንት ኣነ ዝቐርቦ ሰብ ትብለካ ኣብ ለውጢ ዝኣምን እዩ ትብል ኩሉ ግዜ ከምዚ ስኢላ ኖርማል መሓዙት ኖርማል ሰብ ስለ ዝቐረብክዎ ገለ ኣይትቐርብን ትሒድ ማለት ሕጂ ኩሉ ሻዕ ኮመያ ትብል ዋላ ናታ መርገፂ ኣስኮም እዩ ሰብ ኣብ ለውጢ ክኣምን ኣለዎ ኣብ ለውጢ ትኣምን እንትኾንካ ትልወጥ ኢኻ ማለት እዩ ስኻ ውሕድ ሰባት ገለ እዮም ዝገብሩ ረሚ ኮ ውፅእ ድበለ ካብቶም ናቱ ናብቶም ጭቅጭፍልቅ እኮ ብኸምኡ በቃ ለውጢ ፈቱ ነይሩ እንደገና ንትበልዖ ኢኻ ትመስል ገለ ይብል ነዚ መግቢ ይኮነን ኮ ነዚ መግቢ ይኮነ ዋላ ኢቨን ሓንጎልና ሲ ትትምግቦ እዩ ድህበካ ምሽዶ ድሕርሲ ኢልካ ትራሽ ስትሰምዕ ትራሽ ምስ ትራሽ ትውዕል ገለ ኮንካ ትራሽ ኮንካ ኢኻ ትተርፍ ድሕር ጥዑይ ነገር ትምግቦ ካይ ምሽ ከምዚ በቲ ሃይፕተሪካል ቲንኪን ንሕና ንሓስቦ ዘለና ማለት እዩ ኮምኢድ ብሶ ለውጢ ሲ ኣቡኡ ዳትስ ዋይ ኮ ስቂሎም ኣብ ጓሓፍ ገለ ዝነብሩ ነይሮም በቃ እዚኣ እያ ተዋሂባትና ህይወት ናያ በታ ሩቲን ላይፍ ናቶም ይኮዱ ነይሮም በቃ እዚ ግን ውፅእ ኢሉ ገለ እዚ ኣይድያ እዚ ኣብ ናይ ኣናውፅ ሂወት ጥራይ ኣይኮነን ዝገልፅ ኣብ ናይ ሰብ ኣብ ናይ ሰብ ኢኻ ምፅኻ ክትሪኦ ኣለካ ሕጂ ንስኻስ ኣብ ዝገበርካያ ማለት እዩ ንስኻ ተሰቂልካያ ትስቀል ኣብ ላዕሊ ደረጃ ተወሪድካ ኢኻ ኣነ ኩሉ ግዜ ኣብ ሓንቲ ላይን ሂብካያ ንከምዚ እትልካ ኢኻ ኩሉ ግዜ ኣብ ስታክ ጌርካ ክትነብር ማለት እዩ ሳብኮንሸስሊ ትነግሮ ኣለካ ንነብስካ ትደልዮ ነገር ድሕሪ ትፈልጦ ኮንካ ንዋ ንክሉ ወጢ ኣነ ከምዚ ክኮን ኣነ ከምዚ ክገብር እየ ትብል ትኮንካ ኣውትሳይድ ኦፍ ደ ባክስ ትሓስብ ትኮንካ ማለት እዩ ብዙሕ ከምዚ ካብ ፋሚሊካ ጀሚሩ ካብ መሓዙት ካብ ከባቢካ ብዙሕ ከምዚ ትገብር ኣይትኽእልን ኢኻ ባእ ከይትሓስብ እየ ገለ ብሉካ እዮም ሽዶ ክንደይ ዝኾነ ዝኾነ ስኻ ዋላ ከምዚ ክገብር ሓሲበ ኣለኹ ኢልካ ተዛረብ ምሳ ትዋስት ሚት ይስዓን ጨዓተን ፐርሰንት ከላ ከምዚ እንዲል እዩ ክስታይ ዝገብረካ ተስፋ ዝቆርፀካ ግን ንስኻ ይሃፍቲ ኪፕ ገዊ ከም ነረ ምንጭዋ ሓደ መዓልቲ ከዓ ናርካ ትገብር ትኸውን
ካልእ ከዓ እንታይ ነራ ኣብ ሂወትካ ሲ ከምዚ ለውጢ ትስእን ለውጢ እንድሕር ተስኢንካ ትነብሮ ተደጋጋሚ ሂወት ትኾን ተዳጋሚ ሂወት ተኮይኑስ እንታይ ክትገብር ኣለካ ሓድሽ ነገር ኢካ ትፍትን ዘለካ ምሽ ሕጂ ንኣብነት ሳሙ ሰብኣይክስ ጸሊእኪ ኣለኺ እንታይ ክትገብሪ ኣለኪ ሓድሽ ሰብኣይ ክትቀርፊ ኣለኪ ፈሊጠ ፈሊጠ ካልእ ኣምፂኻዮ እዚ ንመድሓን እዚኣ ሓሶት እያ ናይ ለውጢ እዩ ክትዛረብ ኢልካ ናይ ለውጢ እዩ ሕጂ ኩሉ ግዜ ሲ ከምዚ ነቲ ዘለካዮ ሲ ባዕልካ ኢካ ትቕይሮ ሓድሽ ነገራት ክትፍትን ኣለካ ሪስክ ክትወስድ ኣለካ ኣብ ሂወት እንተ ሪስክ ዘይትወስድ ተኾንካ ኩሉ ግዜ እንተ ፊር ተለካ ኣብቲ ዘለካዮ ስተ ኮንካ ስለ ተርፍ ኩሉ ግዜ ብዝተኻለካ መጠን ከምዚ ርዝኻስ ሞቲቬት ክትገብሮ ኣለካ ኣብ ከምዚ ኣይዲያኻ ብጣዕሚ ሞቲቬት ትገብረ ረመ ሕጂ መን ሞቲቬት ገይሩ ኢልካ ትሕስብ
ዕድል ገይሩ እዩ ሄሚ ምስ ሊንጊኒ ምርኻብ
ግን መጀመርታ ባዕሉ እዩ ባዕሉ እዩ Exactly፣ ባዕሉ እዩ ወላ ዕድል ይርከብ ናብቲ ዕድል ባዕሉ እዩ ኸይዱ እቲ ዕድልስ ባዕሉ እዩ ኣምፅዎ ምባል እዩ። ምሳሉ ዕድል ትገብር ኣለካ ኣብ ሂወት ገለ መለ ገለ ትብል ዲኻ ሓደ ግዜ ገለ ኣነ ዕድል ኣይገበርኩን ዕድል የብለይን ግን ኣብ ብዙሓት ማዕፆ ክሳብ ዘይኳሕኳሕካ ዕድል ኣይትረክብን ኢኻ ኣብ ውሰ ትኽኩሕ እሞ ካብ ሸሓንቲ ማዕፆ ተረኺብካ ተዓድል ባያ ትኽፈተልካ ሕጂ ንዕድልስ በዓልካ ኢኻ ትፈጥሮ እዚኻ ዓባይ ትምህርቲ እያ ናይ ሬሚጫ ወረፋዕውያ ተማዕ ትምህርቲ ባይ ደሎ ይፈልጥ ኦኬ ሆላ
ኦኬ ካልእ ሓንቲ ናይ ዘገረመትኒ ወላ ኣይፈልጣን እየ ነረ ክሓተልክ ንዓኺ ሓንቲ ንጭዋ ክንደይ ላይፍ ስፓን ክንደይ ዕድመ ትፀንሕ ኣብ ሂወት

ውዑይ ገለ ኢኻ ኣነ ከ ውዑይ ገለ ካራክተር ክፈቱ ማለት ምሽ ክስታይ ሰሪሑ መረቅ ሰሪሑ ምሽ ትረምጭዋ ናፍታ እታ መጀመርታ መዓልቲ ድኸደላ ምስ ትጫ ኮይኑ ትሰርሓ መረቅ ገለ ሽዑ ይዛረቡ እየ ምሽ እስኻ እንታይ ዝብለ ፅናሕ እስኻ ወይ ብጣዕሚ ዕድለኛ ኢኻ ወይ ከዓ ቆርሱስ ኢኻ እዛ ፀብዐ ክትደግማ ኢኻ ድምፂ ሃስኪ እትጎረሮ ክትብሉ በዓል ወላቲ ቮይስ ኣክተር ኣብኣ ነበረ መን እዩ መን እዩ ሽሙ እንድዒ ደራፋይ ገለ መለ እዩ ማራ ኬፍ ኣለዎ ድምፁ ካልእ ናይ መን ድምፂ ማራ ኬፍ ዝበኒ ካብ ለበኣ ናይ ኢጎ ድምፁ ዘካርያስ ገሪማ ትፈልጥ ሪ ናይ እንዳ ዜና ጋዜጠኛ ነበረ ናብቲ ድምፂ ካብ ማራ ኬፍ ትበኒ ናይ መን ኬፍ በኪ ነይሩ ናቱ ናይ ዘስኪነር ናይ እወ ናቱ እዩ ናቱ እዩ ድፍቶ እንዲ ነይሩ ናቱ ማራ ኬፍ ነይሩ ናይ ዘካርያስ ገሪማ ከዓ ማራ ደስ ይብለኒ ኣብ ብዙሕ ኣኒሜሽን ገለ መለ ከምኡ ቮይስ ካልእ ስራሕት ኣሎ ብጣዕሚ እዮም ተገዲሶም ካ ሰሪሖም ብሽ ዲፈረንስ ካ ኣለዎ ሊፕስ ገለ መለ ትሪኦ ገለ ዓይነት እዮም ዝምፅኦ እወ እሱ ዳ ምስኡ እንዲሃ ትርጉሙ ክስታይ እምበር እቲ ኣብ ብእንግሊሽን ክትሪያ ከለኻን ብትግርኛን ሲ ሰማይን መሬትን ማራ ዓብ ለውጢ ኣለዎ ማራ ክሬቲቪቲ ገይሮም ላዮም ኣብ ትግርኛ ትርጉሙ ከለኹ ማራ ከምዚ ኣይራኸብን እዩ ከማ በቤኒ ምሽ ዶ ወላ ሓንቲ ይራኸብን ማራ ጸዕሮም ድዮም ማራ ቢንያም ዮሴፍ ጎበዝ እዩ ብጣዕሚ እዎ ብጣዕሚ ባዕሉ እዩ ሊንጉኒ ጽቡቅ ካሱ።
ሰብ እዩ። እሱ ሊንጊኒ ካብ ዓለ ሊንግን ማራ ሓወይ ንሱ ተወደዎ ወይ ኣነ ሊንግን የሳቐኒ እንዲ ኣደ ሴም ታይም ከዓ የደንግጸኒ እዩ በቃ ከምኡ ሰብ እኮ ኣሎ ስኢሉ በቃ ተወጺዑ ጣይዱ ከይጽእ ኢሉ ድንን ድብል ገለ ምሽ ኣሎ እዎ፣ እዎ። ከምኡ ሰብ ኣጋጢሙ ክፈልጥ ዶ ዱ- ድሁል እዎ ገለ ድሁል ማለት እዩ። ኣተዓባብዩ እኮ ኣይ ምስኪናይ ፋሚሊ ፕሬጀር ሕጂ ከመይ ትሪኦ ፋሚሊ ፕሬጀር ከመይ ነይሩ
ማራ ጸቕጢ ነይርዋ ንረሚ ማለት እዩ ሓቀይ ምክንያቱ ኣቦኡስ በቃ ከምዚ ከም ጣዕንቶ ይድበልከ ከምዚ ከይትገብር ከምዚ ከይትድግም ገለ ኢሉ ብጣዕሚ ኢሎ ጨንቆ ነይሩ ኣብ ሰብ ዋላ ኣሎ ምሽዶ ከምኡ ብዙሕ ነገራት ከምዚ ስድራኻስክመፅእ ናበይ ክንመፅእ እዎ ናብ ሰብ ኢና ክንመፅእ ዝዚ ንሕናስ ንትርጉማ እናደለና ሕጂ ዋላ ብ ስድራኻስ ኣሎ ብዙሕ ነገር ነውሪ ኢሎም ድሓስቡ ወይ ጌጋ ኢሎም ድሓስቡ በቃ እሶም እንድሕር ጌጋ እያ እዚኣ ኢሎምኻ ጌጋ እያ ሓንሳ ሓንሳ ኣሎ ዋላ ንስኻ ሪቮልት ከም መንእሰይ ኮንካ ሪቮልት ክትገብር ደይከውን ነገራት ክትሰርሕ ከለካ ኣሎ እንዶ ግን ስቲል ዝበዝሐ ግዜ በታ ንሶም ዝሰርዕልካ ሩቲን ብኣ ክትከይድ እዮም ድደልዩኻ ስድራና ስወ ኩሉ ግዜ ዓቢኻ ተማሂርካ ተመርዒኻ ወሊድካ ክትከይድ እዮም ደልኻ መብዛሕትኡ ፋሚሊ ከምኡ እዩ እወ፣ ከምዚ እወ፣ ካብ ተማሂርካ- ላይን ወፂኻ እወ፣ ዝኾነ ሓድሽ ነገር እወ፣ ክትፍትንሲ እወ፣ እወ። እ፣ ከምዚ ካብ ባዕለይ ተበገሰ ይኸብዶም እዩ። ክኸውን ይኽእል እዩ ግን ንኸብዶም እዩ ብጣዕሚ ከምኡ ፀገማት ኣሎ ኣብ ኩሉ ሰብ ማለት እዩ ብፍላይ ኣብ ናህና እዚ ሕጂ ፅቡቅ ጌራ ኤክስፖዝ ትገብሮ እያ ማለት እዩ እወ፣ እወ። እወ ብፍላይ ከዓ ኣምላትና ካልቸር ናይ ኤርትራ ካልቸር ካብ
ሕጂ ከምዚ ናይ ንረምስ ከመይ ብቕዳይ ከመን ጀክኹም ብል ነይሩ ሸ ኣንጭዋ ኣይኮነ እንደ ደማሓድሮ ኣብ ርእስና ምስ ኣብ ኮንሸስ ብዙሕ ነገር ንሓስበሉ ንዑ ተማእዚንካየስ ብዙሕ ነገር ትገብር ትኽእል ኢኻ ኣለካ ድኾም ድመፀካ ሓንሳ ሓንሳ ከምዝግበር ናብዚ ከምዚ ድገም ገለ ድለካ ከም ረም ኮይኑ ኣብ ርእሰ እዩ ዝእዘን ነገር ማለት እዩ
ድእዘካ ወ ትሰምዑ
እወት ውሽጥኻ ምስማዕ እውን ክኸውን እዩ ሓደ ግዜ ነብስኻ ውሽጥኻ ዝብለካን ንስኻ ትገብሮን በበይን እዩ
እኮ እቲ ትገብሮ ርእስኻ ድብለካ በበይኑ ተኮይኑ ኣይተጋጣጠሙውሽጥኻ እስኻ ምስ ትደልዮ ኣለዋ ውሽጥኻ ክትገብሮ ትደሊ ግን እንተ ብስክፍታ ድዩ እንተ ምሳሎ ኣሎ ዘይትገብሮ ነገራት ኣሎ ተዚ ውሽጥኻ ክሰምዖ ከለካ ሲ ብርእስኻ ተማዚንካ ክትከድ ከለካ ንከምኢትሳብ ትገልፅ ኮይኑ ስምዓና ኣለካ ክረ ከምሪ ምንጩ ዓይነት

ትምህርቲ ዳኣ እሞ ክትመሃረላ ትኽእል ኢኻ ብዓብኡ እቲ ትራንስሌትድ ኮይኑ ናብ ትግርኛ ክኾን ከሎ እቲ ላንጎጅ ብዓብኡ እንታይ ፕሬዘር ትገብር እዩ ምክንያቱ ክንደይ ናይ ደቂ ቆልዑ ኣለዉ ኤርትራውያን ሓደ ግዜ ስዳሙ ዝሰራ ነረ ምስ መራ ከለና መብዛሕትኦም ናይ ደቂ ክመፁ ከለውስ እንታይ እስከ ስግረልና ብልኻ ሽሬክ ወይ ምንጭዋ ስድሮም ማለት እዩ ንዑ ደልዎ ሕጂ እንታይ ነቲ ቋንቋኦም እቶም ደቆም ኣብ ኣብ ደገ ዘለዉ ንከየጥፍእዎ ከምዚ ምሻሉ ፕሪዘርቭ ገብሪ ቋንቃ ማራ ኣገዳሲ እዩ ማለት እወ እንታይ ዲኻ ኣብኡ ብፍላይ ኣብኡ ተወሊዶም ድዓበዩ እንድሕር ድኣ ኮይኖምስ ከምዚ ናህና ኮፍ ኣቢልካ ህብ ብሕ ክትብሎም ኣይትውዕልን ኢኻ ኣይትኽእልን ኢኻ ኣይሕግዘካን ኢኻ ማንቲ ግዜ ማራ እዮም ካብ ዝሕዝዎ እወ ኢንተርቴይን እንዳገበር ዳገበሩ ድመሃርሉ ነገር ኢኻ ትደሊ ምሽ ዶ ወላ ዓበይቲ እዮም ዝሪእዎ ወላ እቶም ዓበይቲ ናይ ቋንቋ ፀገም ዘለዎም ገለ ፅጉሞም ትግርኛ ገለ ብጣዕሚ እዮም ዝከታተልዎ እዚ ሕጂ ሓደሽቲ ሰሪሕቲ ይስርሑ ኣለዉ ዶ? ሓደሽቲ ይስራሕ ኣሎ ግን ብጣዕሚ እዩ በቃ ከምዚ ኣሎ ኣይኮነን ብዘይ ተገዳስነት ስለ ዝስራሕ ዘሎ ከም በዓል ሽረ ከም በዓል ሬምጭዋ ከምዚ ኣይኮነን
ናይ ዩቲዩብ ኮፒራይት ካ ሎም ዳርጋ የለን ክትብሎ ትኽእል እንዲኻ ኮፒራይት ስለ ዝኾነ ካ ፅዕነ ትኽእል ኢኻ ዩቲዩብ እዎ ከምቲ ንገብሩ ዝገብሮ ናይ ቅርብ ዘይኮነ ቅረም ግን ኣብ ሲኔማ ገለ መለ ገለ ሕጂ ግን እስራሕ ኣለዋ ላ ብስመራ ገለ እኮ ስራሕ እኳ እዩ ግን ኮፒራይት ብፓርት ዳ ተቋራረጸ ብፓርት በርባዕተ ብሓሙሽተ ክፋል ንሓንቲ ፊቸር ኣኒሜሽን በብርባዕተ ቮይስ ግን ወላ ሓንቲ እቲ ሊፕስ ገለ መለ ኣይራኸብን የለን ዋ ፕላስ ምስለ ትሕዝቶ የብሉን ወላ ሓንቲ ምስለ ከምዚ ምትወቀ ከም ዘለዎ እዮም ኮፍ ዘብሉ እዎ ነቲ ከምዚ English- ክሬቲቪቲ የብሉን ከምዚ ናይ ክሬቲቪቲ የብሉ ነንስኩሮ እዎ ከም ዘለዎ ስኮፍ ኣብሉ ሕጂ ከም ናይ በዓል ምጭዋስ ኣይትረክብን ኢኻ ከምዚ ምሻሉ ማራ ተዘከርቲ እዮም መሰለኝ ብጣዕሚ ብጣዕሚ ሆፕፉሊ

ትግርኛ ዝሰምዕ ሰብ ብትግርኛ ተርእዋ ዝበለፀ ነገር ብእንግሊሽ ርያ ትግርኛ ብትግርኛ ዘይርኣየ ሰብ ተሉ ዝክሪ ኣለዎ ከመይ ተሉ ስኽ
ንድ ኣብ ኔክስት ካ ድኾነ ሙቪ ሪኮመንድ ትገብሩና ዋላ ናይ ደርፊ ዋላ ክመፅእ ትደልይዎ ሰብ ናብዛ መደብ ሪኮመንድ ምግባር ትኽእሉ ኢኹም ባእፍናው ብሩኽ ቅነ ብሩኽ ሰሙናት